ድሓና ዶ ኢልኩም ተማሃሮ ሎማዓንቲ እንደገና ብዛዕባ እዚ ዝሓለፈ ክፍለ ግዜና ቀጺሉ ክመጽእ እዩ ኢልና ዝሓሰብናዮ ርክብ ዝምድና ርክብ ወይም ዝምድና ኣብ ርትዓውያን ቁጽርታት እንታይ ይመስሉ ወይም ከዓ ከመይ ክንሪኦም ሃም እንኽእል ክንርኢ ኢና ኸዚ ታይ ይብል ንጥፈት ሓደ ነጥቢ ኣርባዕተ፣ ነዞም ዝስዕቡ ሙሉእ ቁፅርታት ነዞም ዝስዕቡ ሙሉእ ቁፅርታት ሙሉእ ቁፅርታት ብመልክዕ መጠነ መጠነ ዝምድና ብመልክዕ መጠነ ዝምድና ክልተ ኢንቲጀር ፀሓፍ ብመልክዕ መጠነ ዝምድና ክልተ ኢንቲጀራት ፀሓፍ ይብለና ኣሎ። ኣብዚ ብዙሕ ምባል ንኽእል ኢና፣ ብጣዕሚ ብዙሕ ምባል ንኽእል ኢና። ሓደ ሀ ባዶ ንባዶ ብክልተ ኢንቴጀራት ክገልፃ ይኽእል እየ። ብክልተ ኢንቴጀራት ገሊፀያ ማለት መጠነ ዝምድና ኣብ ሻሻይ ክፍሊ ርኢና ነርና። መጠነ ዝምድናን ዓቐነ ዝምድናን ርኢና ነርና። በርግጥ ዓቐነ ዝምድና ይረኣናን መጠነ ዝምድና ግን ርኢና ነርና ኢና። ንሕና ከሊስናዮ ኔርና ኢና ምስ ኣራኺብናዮ ኔርና ኢና ምስ ዓቐነ ዝምድና ዜሩ ዜሩ መጠነ ዝምድና ማለት ብዛዕባ መጠን ብቻ ዘውግዕ እዩ ብዛዕባ መጠኖም ብቻ ዘውግዕ እዩ መጠነ ዝምድና ወይም ተመጣጠንቲ ዝበሃል ነገር እውን ርኢና ኔርና ተመጣጠንቲ ዝበሃሉ ብ ፍትሖም ማዕረ እንትኾኑ ክኸውን ተሎ ተመጣጠንቲ ክልተ ነገራት ተመጣጠንቲ እዮም ድሕን ንብል ኮይና ፍታሖም ማዕረ ክኾን ተሎ እዩ። ስለዚ መጠነ ዝምድና ብክልተ ኢንቲጀራት ግለጾ እንተኢልና ነዞም ዝኒኦ ዜሮ ከምጸልይ ዝኽእል ብክልተ ኢንቲጀራት ምግላጽ ማለት እዩ። ህ ኣብ ርእሲ ለ ጌርካ ምግላጽ ማለት እዩ። ስለዚ ነዚ ኣብዚ እኒኣ ብዙሕ መንገዲ ኣለኒ ሓደ ኣብ ርእሲ ሓደ። ስለዚ ነዚኣ ብዙሕ መንገዲ እኒኤኒ ሓደ ኣብ ርእሲ ሓደ። እዚ ተመሳሳሊ ቁፅሪ ተመቐሉ እንተኾይኑ ኩሉ ግዜ ሓደ እዩ። ሓደ ከዓ ምስ ዝኾነ ይኹን ቁፅሪ እንድሕር ተራቢሑ ባዕሉ ዝው ቁፅሪ እዩ። ምክንያቱ ሓደ ፅልዋ ኣልቦ ኣብ ምርባሕ እያ። ስለዚ እንታይ ኮይና ኣላ ማለት እዩ ባዶ ኣብ ርእሲ ሓደ ኮይና ኣላ ማለት እዩ። ስለዚ ኣብዚ እኒኣ ብክልተ ኢንቴጀራት እየ ብክልተ መጠነ ዝምድና ብክልተ ኢንቴጀራት ገሊፀ እያ እኒኹ። እዚ ጥራሕ ግን ኣይኮነይ ብዙሕ ክንገልፅ ንኽእል ኢና ኢልና ነይርና ኢና ሓደ ካልኣይ ከዓ ባዶ ክልተ ርእሲ ክልተ ምባል እውን ይኽእል እየ ኣብ ርእሲ ሓደ እዩ ዝኾነ ቁፅሪ ኢልና ኢና ዜሮ እንትራኸብ ክልተ ባዶ እዩ ኣብ ርእሲ ሓደ እንትራኸብ ክልተ ክልተ ስለዚ ሃሙናልና ክንቅፅል ንኽእል ኢና ከምኡ ናበልና ክንቕፅል ንኽእል ኢና። ክልተ ውርስ ክልተ፣ ሰለስተ ውርስ ሰለስተ፣ ኣርባዕተ ውርስ ኣርባዕተ ናበልና ክንቕፅል ንኽእል ኢና ማለት እዩ። ስለዚ ብክልተ ኢንቴጀራት መጠነ ዝምድና ገሊፅናዮ ይበሃል እዩ። ለ ቁፅሪ ክልተ ኣብዚ ኣብ ክልተ ጠጠው ኢልና ነርና ከዚ ንቐፅል ብሰለስተ ክንብል ንኽእል ኢና ሰለስተ ርእሲ ሰለስተ ዝኾነ ቁፅሪ ርእሲ ሓደ እዩ ኢልና ኢና ስለዚ እንደ ይኾን ኣሎ ሽዱሽተ ርእሲ ሰለስተ እዞ ዝኒኦ ብክልተ ንክልተ ንክልተ ብመጠነ ዝምድና ገሊፀያ እኒኦኹ ማለት እዩ። ብክልተ ኢንቴጀራት ገሊፀያ እኒኦኹ ብሽዱሽተን ብሰለስተን። ሽዱሽተ ኢንቴጀር እዩ፣ ሰለስተ እውን ኢንቴጀር እዩ። ስለዚ ብክልቲኦም መጠነ ዝምድናኦም መጠነ ዝምድና ማለት ብክልቲኦም ዘለዎም ርክብ ንክልተ ገሊፀያ ኣለኹ ማለት እዩ። ሓደ እንተደልየ እውን እንታይ ክገብር ይኽእል እየ ብኣርባዕተ ክኸድ ይኽእል እየ ብኣርባዕተ ብርእሲ ኣርባዕተ ስለዚ ሸሞንተ ብርእሲ ኣርባዕተ እዚኣ እውን እንታይ እያ ብመጠነ ዝምድና ክልተ ኢንቲጀራት ንክልተ ገሊፀያ ኣለኹ ማለት እዩ ፅቡቅ ሕውን ተመሳሳሊ ሕውን ተመሳሳሊ ሓሙሽተ እንትራባሕ ኣርባዕተ በፅሒ ነይረ ወዳ ብሓሙሽተ ብርሲ ሓሙሽተ ማል ይኽእል እየ ልምንታይ ሓሙሽተ ብርሲ ሓሙሽተ ተጠቂምካ ተልኩምኒ ሓሙሽተ ክምቀለ ሓሙሽተ ሓደ እዩ ሓደ ክራባሕ ሓሙሽተ ሓሙሽተ እዩ ባዕሉ ስለዝኾነ ግን ብክልተ ኢንተይ ጀራት መጠን ዝምድና ግለጽ ስለለለኒ በዚ ክጥቀም ይኽእል እየ ስለዚ ዕስራ ሓሙሽተይ ኣብ ርእሲ ሓሙሽተ እዩ ዕስራ ሓሙሽተይ ርእሲ ሓሙሽተ ማለት ሓሙሽተ እዩ ስለዚ ብክልተ ኢንተጀራት ገሊፀዮም እኒኦ ብክልተ ኢንተጀራት ገሊፀዮም ኣለኹ ማለት እዩ ፅቡቕ ብሽዱሽተ እውን ክብል ይኽእል እየ ብሽዱሽተ እውን ክብል ይኽእል እየ ሓሙሽተ እንትራሓ ሽዱሽተ ሰላሳ ኣብ ርእሲ ሽዱሽተ ምባል ይኽእል እየ ሃምኡ ናበልኩ ክቕፅል ይኽእል እየ ማለት እዩ። ሃምኡ ናበልኩ ክቕፅል ይኽእል እየ መ ተመሳሳላይ ሸሞንተ እንትራባሕ ዓሰርተ እውን ትም ንኽእል ኢና ሸሞንተ ትራ ዓሰርተ ሰማንያ ሰማንያ ርእሲ ዓሰርተ ምባል ይከኣል እዩ ብዓሰርተ ሓደ እውን ክንኸል ንኽእል ኢና ብዓሰርተ ሓደ እውን ክንኸል ይኽእል ኢና ክንደይ ሰማንያ ሸሞንተ ኣብ ርእሲ ዓሰርተ ሓደ እናበልና ንቕፅል ማለት እዩ ግን እሱ ሓንቲ ጥራሕ ተጠቐሙ ስለለለና ብክልተ ኢንተጀራት ብክልተ ኢንተጀራት ጻሕ ስለለለና ግድን ናይ ክልተ ምግላጽ ኣይጽበየናይ ሰለስተ ኣርባዕተ ሓሙሽተ ምግላጽ ኣይጽበየናይ ሓንቲ ሓንቲ ጥራሕ እውን በቂና እያ ንምንታይ እዩ ኣንሕና ደሊና ኔና ብክልተ ኢንቲጀራት ምግላጽ ልብል ስለ ዝኾነ ማለት እዩ ረ ረ ዓሰርተ ሓደ እንትራባሕ ብህንደይ ብትሽዓንተ ኣብ ርእሲ ትሽዓንተ ህንደይ ቴስኣይ ትሽዓንተ ኣብ ርእሲ ትሽዓንተ ትኾንላ ማለት እዩ። ካሊእ እውን ክገብር ይኽእል እየ ብህንደይ ብሸሞንተ ተገሊፃ ድያ ኣይተገለፀት እዩ። ስለዚ ዓሰርተ ሓደ እንትራባሕ ብሸሞንተ ኣብ ርእሲ ሸሞንተ እዚ ህንደይ ይመፅእ ሰማንያ ሸሞንተ ኣብ ርእሲ ሸሞንተ ይመፅእ ኣሎ ማለት እዩ። እዘን ከምኡ ናበልና ምቕፃል ንኽእል ኢና እዩ። ሰ ዓሰርተ ሓሙሽተ ዓሰርተ ሓሙሽተ ብህንደይ ብሽዱሽተ ኢልና ዲና ብሽዱሽተ ኢልና ኢና ብሸውዓተ ይበልና ብሸውዓተ ንኽድ ብሸውዓተ ስለዚ ዓሰርተ ሓሙሽተ ብሸውዓተ ሸውዓተ ግዜ ሓሙሽተ ሰላሳ ሓሙሽተ ሰለስተ ኔኒ ሸውዓተ ግዜ ሓደ ሸውዓተ ዓሰርተ ሚእቲ ሓሙሽተ ኮይኑ ኣሎ ማለት እዩ ሚእቲ ሓሙሽተ ኣብ ርእሲ ሸውዓተ እናበለ ይቕጽል። ብህንደይ ብሸሞንተ ተቢላ፣ ብትሽዓንተ ተቢላ፣ ብዓሰርተ ተቢላ፣ ብዓሰርተ ሓደ፣ ብዓሰርተ ሓደ፣ ዓሰርተ ሓሙሽተ ኣብ ርእሲ ዓሰርተ ሓደ፣ ዓሰርተ ሓደ እውን ኢልና ኢና፣ ብዓሰርተ ክልተ፣ ዓሰርተ ክልተ። ስለዚ ዓሰርተ ሓሙሽተ ብዓሰርተ ክልተ ንብል እሞ ክልተ ብሓሙሽተ ዓሰርተ ሓደ ኔኒ ክልተ ሰለስተ ሓደ ኔና ሓሙሽተ ሓደ። ስለዚ ህንደይ መፅኡ ሚእቲ ሰማንያ ይመፅኡ። ክልተ ዓሰርተ ሓደ ንየኒ ሰለስተ ሓሙሽተ ሚእቲ ሰማንያይ ሚእቲ ሰማንያይ ኣብ ርእሲ ዓሰርተ ክልተ እናበልና ብዙሕ ምግላፅ ንኽእል ኢና እዩ። ብተመሳሳሊ ቁፅሪ ክልተ ንረዮ ነዞም ዝስዕቡ ብመጠነ ዝምድና ክልተ ኢንተጀራ ፀሓፍ እንታይ ለውጢ እኒኦ ሓደ ዓይነት እዩ ትሕቶ ግን ኣብዚ ግን ኣሉታ እውን ስለ ዘሎ እዩ ኣሉታ እውን ስለ ዘለና እዩ። ኣብ ኣሉታ ክህልየና ተሎ ታይ ኢና ለውጢ ነምፅእ ልብል ቕድሚ ሐዚ ሪእናዮ ነይርና ኢና። ኣሉታ ይሃሊ ኣይሃሊ ላምንታይ ኢና ንኸድ ልፀገምን ልየማንን ጥራሕ እምበር ለምፅኦ ለውጢ የብሉን። ስለዚ ሸሞንተ ሸሞንተ ሀ ሸሞንተ ሰሪሕናዮ ነይርና ኢና። ኣብዚ ኣብዚ ተሰሪሐ እያ ኣብዚ እውን ተሰሪሐ እያ። ኣወንታ ሸሞንተ ስለ ዝኾነት ምንም ለውጢ የለይ። ነዞም ስዕቡ ብመጠነ ዝምድና ክልተ ኢንተጀራት ፀሓፍ። ነዞም ስዕቡ ሙሉእ ቁፅርታት ስለልበለና ጥራሕ የብዙር እምበር ኣፋላላይ የብሎምን። ስለዚ ብክልተ ኣብ ርእሲ ክልተ ተይልና ዓሰርተ ሽዱሽተ ኣብ ርእሲ ክልተ ምባል ንኽእል ኢና እዩ። ለ ለ ኣሉታ ሰለስተ ብሰለስተ እንድሕር ኣራዊሕናዮ ብልንመረፅናዮ ኣሉታ ትሽዓንተ ኣብ ርእሲ ሰለስተ ሐ ኣብታ ዓሰርተ ሰለስተ ኣብቲ ዓሰርተ ሰለስተ ብኣርባዕተ ንኸድ ዓሰርተ ሰለስተ ብኣርባዕተ ኣርባዕተ ሰለስተ ዓሰርተ ክልተ ሓደ እኒ ኣርባዕተ ሓምሳይ ክልተይ ኣሉታ ሓምሳይ ክልተይ ኣብ ርእሲ ኣርባዕተ መ ሰለስተ ሰለስተ ስራሕና ሰለስተ ብሽዱሽተ ኣብ ርእሲ ሽዱሽተ ዓሰርተ ሸሞንተ ኣብ ርእሲ ሽዱሽተ ይኸውን ኣሎ ማለት እዩ ዓሰርተ ሸሞንተ ኣብ ርእሲ ሽዱሽተ ይኾንሎ እዩ ስለዚ ካብዚ እንታይ ኢና ንርኢ ኣለና ካብዚ እንታይ ኢና ንርኢ ኣለና እንተ ደኣ ሓደ ቁፅሪ ብመጠ ብክልተ ኢንትጀራት መጠነ ዝምድናዊ ፅንሕ ተይልና ኮይና ባዕሎም ንባዕሎም ብምምቃል ነቲ ቁፅሪ እንደለናዮ ምርባሕ እዩ ልኾን ምርባሕ እዩ ልኾን ማለት እዩ ቁፅሪ ሰለስተ ቁፅሪ ሰለስተ ኢንተጀራት ዘይኮኑ ፍለዩ ኢንተጀራት ዘይኮኑ ፍለዩ ቅድሚ ላብ ዘብዝኒኦም ምፍላይ ምእታይና መጀመርያ ኢንተጀራት ንብሉ ክነስተውሶም ይግበና ኢንተጀራት ኢልና ቅድሚ ሕዚ ብዙሕ ግዜ ተነጋጊርና ነርና ኢንተጀራት ማለት ናይቶም ሙሉእ ቁፅርታት ልወልናዮምን ናቶም ሙሉእ ቁፅሪ ዝወልናዮምን ኣንፃሮምን ዝሓዘ እኩብ እዩ ኣንፃሮምን ዝሓዘ እኩብ እዩ ንኣሉታ ንሓደ ኣሉታ ሓደ ናክልተ ኣሉታ ክልተ ናሰለስተ ኣሉታ ሰለስተ ናበለ ይቕፅል ኢልና ነርና ኣብኡ ናለ እንታይ ይገብር ይቕፅል ናልና ነርና። ስለዚ ከምዞም ኣብዚ እንሪኦም ንሎ እኩባት እንተ ደኣ ዘየለዉ ኮይኖም ኢንቲጀር ዘይኾኑ ናበልና ኢና ነውግዕ ዘይኾኑ ናበልና ነውግዕ። ስለዚ ንኽድ ሀ ሰለስተ ሰለስተ እኒሃ ዶ እወ እኒሃ። ስለዚ ኢንቲጀር እያ ኣባል ኢንቲጀር እያ። ለ ለ ሓደ ሓደ ኣላ ዶ ኣላ ኣባል ኢንተጀር እያ ሐ ሐ ኣሉታ ሓሙሽተ ኣሉታ ሓሙሽተ ኣላ ዶ እወ ምክንያቱ ኢንተጀር ላብ ፀጋ ኣሉታ ሓደ ኣሉታ ሓደ ናነከ ይኸድ ኣሎ ስለዚ እንድሕና ነከ ይኸድ ኣሎ ኮይኑ ቀፂላ ነላ ኣሉታ ኣርባዕተ እያ ቀፂላ ነላ እውን ኣሉታ ሓሙሽተ እያ ስለዚ እወ ኢንተጀር እዩ። መ መ ባዶ ባዶ ኣላ ኢንተጀር ረ ረ ክልተ ነጥቢ ሓሙሽተ ክልተ ነጥቢ ሓሙሽተ ኣላ ድያ የላን ካብ ክልተ ናበይ ይኸይድ ኣሎ? ናብ ሰለስተ ይኸይድ ኣሎ። ስለዚ ደሲማል ዝበሃል ነገር ኣብ ኢንቴጀር ስለለየለ እዚ ኣብዚ ነገር እዚ መይኳንን ኣይኮነን ኢ ፅሒፍና ኣባል ኢንቴጀር ኣይኮነን ሰሪዝናያ ኣለና እዛ ኢዚኣ ኣባል እያ ትብል እንተደኣ ሰሪዝናያ ከዓ ኣባል ኣይኮነን ማለት እዩ። ሰ ሰ ኣሉታ ሰለስተን ፈረቓን ኣሉታ ሰለስተ ፈረቓን ኣሉታ ሰለስተ ኢልና ኣሉታ ኣርባዕተ ኢና ንብል እምበይ ኣሉታ ሰለስተ ፈረቓን ኣይንብል ኣሉታ ሰለስተ ፈረቓይ ማለት እኮ ኣሉታ ሰለስተ ነጥቢ ሓሙሽተ ማለት እዩ ስለዚ ኣብዚ እኒ ኣባል እንታይ ይኾነ ኣባል ኢንቴጀር ኣይኮነን ሸ ሰላሳን ሰለስተን ኣብ ርእሲ ሸውዓተ ሰላሳን ሰለስተን ኣብ ርእሲ ሸውዓተ እንትምቀል ህንደይ ይኾን ኣርባዕተ ነጥቢ ሸውዓተ ሓደ ናበለ ይቕፅል። ስለዚ ኣብዚ እኒኦ ቁፅሪ ኣብ ምንታይ እኒኦ ኣብ ኢንቴጀር ኒኡ ድዩ የለይ ነጥቢ ልበሃል ነገር ደሲማል ልበሃል ነገር የብልናይ ስለዚ እዚኣ ታይ ኮይና ኣባል ናይ ኢንቴጀር የኾነይ ማለት እዩ ዘን ቀ ቀ ቀ ሽዱሽተ ነጥቢ ባዶ ኣርባዕተ ሽዱሽተ ነጥቢ ባዶ ኣርባዕተ ማለት ደሲማል ስለዝኾነ እዚ ነገር እዚ ኣባል ኢንቴጀር ኣይኾነይ ማለት እዩ ዛን እዚ ብጸጋም ዘለዉ ኣባል ኢንቲጀር እንትኾኑ እዞም ብጸጋም ነሎ ዘለዉ ከኣ ብየማን ነለዉ ከኣ ኢንቲጀር ዘይኮኑ እዮም ኢሉ። ንጥፈት ሓደ ነጥቢ ኣርባዕተ እዚ ይመስል ነይሩ ብዛዕባ ርክቦም። ከዚ ሓደ ዓብዪ ዝኾነ ርክብ እኔና ብዛዕባ እቶም መቁፀሪ ቁፅርታትን ሙሉእ ቁፅርታትን ኢንተጀራትን ርትዓዊ ቁፅርታትን ልብል ማለት እዩ ብዲያግራም ክንገልፆ ኢና ብዲያግራም ክንገልፆ ኢና ቫን ዲያግራም ጆን ቫን ዲያግራም ልባል ናሒሶ መምህር እዩ እንታይ ገይሩ ኩልግዜ ነገራት ብምንታይ ይፈትሕ ኢልና ብዲያግራም እዩ ይፈትሖም ዲያግራም እዚ እዚ ኢሉ መቁፀሪ ቁፅሪ እዩ ኢሉ መቁፀሪ ቁፅሪ እዩ ኢሉ እዛ ካልኣይቲ ኢልዋ ሙሉእ ቁፅሪ እያ ኢሉ ሙሉእ ቁፅሪ እያ ተቐፂላ ነላ ኢንተጀር እያ ታና መጨረሻ ነላ ከዓ ርትዓዊ ቁፅሪ እያ ርትዓዊ ቁፅሪ ርትዓዊ ርትዓዊ ቁፅርታት ኢንተጀር ኢንተጀራት ሙሉእ ቁፅርታት ሙሉእ ቁፅርታት መቁፀሪ ቁፅሪ መቑፀሪ ቁፅሪ ስለዚ ካብዚ እንታይ ኢና ርክብ ነግኒ እዩ እንታይ ኢና ርክብ ነግኒ ካብዚ ከዚ ሓደ ዓብዪ ዝኾነ ርክብ እኒአ ኢልና እታ ዝነኣሰት መን እያ መቑፀሪ ቁፅሪ እያ ስለዚ መቑፀሪ ቁፅሪ ኣብ መን ውሽጢ ትርከብ ኣብ ሙሉእ ቁፅሪ ትርከብ ሙሉእ ቁፅሪ ከዓ ኣብ እንታይ ትርከብ ኣብ ውሽጢ ኢንተጀር ትርከብ ኢንተጀር ኸዓ ኣብ እንታይ ትርከብ? ኣብ ርትዓዊ ቁፅሪ ትርከብ። ስለዚ ሓደ ዓብዪ ዝኾነ ርክብ ኣግኒና ኣለና። መቑፀሪ ቁፅሪ ግቡእ ንኡስ እኩብ ናብ ሙሉእ ቁፅሪ እዩ። ሙሉእ ቁፅሪ ኸዓ ግቡእ ንኡስ እኩብ ና ኢንተጀር እዩ። ኢንተጀር ኸዓ ግቡእ ንኡስ እኩብ ናመን እዩ? ናይ ርትዓዊ ቁፅሪ እዩ። ኩሎም መቁፀሪ ቁፅሪ ኣብ ይርከቡ ኣብ ሙሉእ ቁፅሪ፣ ኩሎም ቁፅሪ ኣብ ይርከቡ ኣብ ኢንተጀር፣ ኩሎም ኢንተጀር ኣብ ይርከቡ ኣብ ርትዓዊ ቁፅርታት ይርከቦም ማለት ርክብ ኦር ዝምድናኦም እዚ ይኾን ኣሎ። ዝምድናኦም እቲ ዝዓበየ ርትዓዊ ቁፅሪ እዩ። ካብዚ ርትዓዊ ቁፅሪ ዝነኣሰ ኢንተጀር እዩ ልምንታይ ንእስዎ ደሲማል ልብሃል ስለዘይሓወሰ እዩ ኢንተጀር ከዓ ሙሉእ ቁፅሪ ከዓ ንኢንተጀር ይንእሶ እዩ ልምንታይ ሙሉእ ቁፅሪ ንኢሱ ኣሉታ ቁፅርታት ስለዘይብሉ እዩ መቁፀሪ ቁፅሪ ልሙሉእ ቁፅሪ ይንእሶ እዩ ልምንታይ ሙሉእ ቁፅሪ ባዶ ልብሃል ነገር ስለዘይብሉ እዩ ምን መቁፀሪ ቁፅሪ ትጅምር ተለካ ካብ እንታይ ጅምር ካብ ሓደ ስለ ዝጅምር እዩ ስለዚ እዚ እዩ ብዛዕባ ርክብ ክነውግዕ እንኽእለሉና ስለ ለዳመጽኹኒ ይቐንየለይ። ጽቡቕ ነሎምዓንቲ ሕቶን መልስን ሕቶታትና ከኣ መበል ሻድሻይ በጺሕና ኣለና ስለዚ ሮማን ነምበር ሓደ ታይ ይብል? ነዞም ዝስዕቡ ሕቶታት ልክዕ ንዝኾነ ሓቂ፣ ሓሰት ንዝኾነ ድማ ጌጋ ብምባል መልሱ ይብል። ቁፅሪ ሓደ፣ ሀ ሓሙሽተ ኣብ ርእሲ ክልተ ኣባል ሙሉእ ቁፅሪ እዩ። ለ ኣሉታ ሰብዓ ኣባል ሙሉእ ቁፅሪ እዩ። ለ ኣሉታ ሰብዓ ኣባል ሙሉእ ቁፅሪ እዩ። ሐ ባዶ ኣባል ሙሉእ ቁፅሪ እዩ። መ ኣሉታ ሓሙሽተ ኣብ ርእሲ ክልተ ኣባል ኣወንታ ርትዓዊ ቁፅሪ እዩ። ረ ረ ባዶ ኣባል ኣሉታ ርትዓዊ ቁጽሪ እዩ። ሰ። ባዶ ነጥቢ ሓሙሽተ ኣባል ርትዓዊ ቁጽሪ እዩ። ሸ። ኣሉታ ባዶ ነጥቢ ሽዱሽተ ሸውዓተ ኣባል ኣሉታ ርትዓዊ ቁጽሪ እዩ። ቀ። ኣሉታ ሓሙሽተ ኣባል ኣሉታ ኢንተጀር እዩ። ቁፅሪ ክልተ ሀ መቁፀሪ ቁፅሪ ንኡስ እኩብ ናይ ሙሉእ ቁፅሪ እዩ። ለ መቁፀሪ ቁፅሪ ንኡስ እኩብ ናይ ኣወንታ ኢንተጀር እዩ። ሐ ኣወንታ ኢንተጀር ንኡስ እኩብ ናይ ርትዓዊ ኣወንታ ቁፅሪ እዩ። ሐ ኣወንታ ኢንተጀር ንኡስ እኩብ ናይ ኣወንታ ርትዓዊ ቁጽሪ እዩ። መ። ኣሉታ ኢንተጀር ንኡስ እኩብ ናይ ኢንተጀር እዩ። ረ። ምሉእ እኩብ ንኡስ እኩብ ናይ ኣወንታ ኢንተጀር እዩ። ሰ። ምሉእ ቁጽሪ ንኡስ እኩብ ናይ ኣሉታ ኢንተጀር እዩ። ሸ። ኢንተጀር ንኡስ እኩብ ናይ ሙሉእ ቁፅሪ እዩ። ቀ ኣወንታ ርትዓዊ ቁፅሪ ንኡስ እኩብ ናይ ርትዓዊ ቁፅሪ እዩ። ፅቡቕ ኔክስት ከዓ ልቐ መልመድታት ኣለዋና ተን መልመድታት ክንሰርሕ ኢና። ስለ ለዳመፅኹምኒ የቐንየለይ።